ባሕሪ ኤርትራ
ባሕሪ ኤርትራ ታሪኻዊ እዩ ታሪኽ ዘይፈልጥ ታሪኽ ይወከስ ኣብ ዘመነ ኦሪት ታሪኽ ምስ ዝድህሰስ ባሕሪ ኤርትራ እምበር ባሕሪ ካልእ ኣይተጠቕሰን። ንምስክር ግን ነዚኤን ሕዘን። በትሪ ሙሴ ኣሎ ኣብዚ ባሕሪ ወሰን። ጨው በሊዕዎ ኣይበስበሰን። ብመጉባዕባዕቲ'ውን ኣይተወርሰን። ስንና ነዚ ባሕሪ እምበር ንኻልእ ኣይተነኽሰን። ተወ ዝብል ናብዚ ባሕሪ ዕጣን ሰይጣን ይተዓጠን። ዓትማ ናቱ በትሪ ኣሮን ትውሓጠን። ወንጭፍ ኣሎ ክሳብ ተተዋጣዊጠን። ናትካ ሒዝካ ዩ ዝስልጠን እምበር እንዳማትካ ጠሚትካስ ነይፍጠን።
ክትብልጽግ እንተ ደሊኻ ስሬኻ ቁመጠን። ግዝፊ ከብዲ ልጊስካ ከም ሕጹብ መዓንጣ ከም ኤርትራ ቅጠን። ኮም ጎቦታት ሳሕል ብስቕታ ተዓጠን። ብኣፍ ጸፍ ባሕሪ ተረኽበ ማለት ግን ኣበደን! ትማሊ ኣካላትና ብጨው ሳሊና ይረዘዘን። ኣብራኽና ብፈኸራ ይተታሕዘን። ብእልፊ ጠንቋሎ ይቀዘዘን። ብፈኸራ ደርግ ይሰንበደን። ተሳሒሉ ወጸ እምበር ኣብ ብርኪ ይሰገደን። ነዚ ዝርስዕ ድማ ኣይተወልደን። ብዝሐ ኸም መዐቀኒ ተፈርደን ዝማዕ ኣንታ ዛርቡን ሎሚ እንቃዕ ሪካ ጽባሕ ኸይድነን ኣልባሶ ቴድሮስ ብንፋስ ከይብተን ይኽደን ህላዌኻ ውሕጅ ከይወስደን ሎሚ በዓል መርዛም ዕንቅርቢትን በዓል ደሃይ ሕንዚዝን በቲ መርዞም ዝተሓዘ ኣይሓዙን ደሪቖም እምበር ኣይወሓዙን ተማሃር ካብ ዝገሹን ዝተበረዙን እንተ ንዓና ግን ዘረባኻ ኣይኮነናን ይመርዘን ሴፍና ኣዕሪፊ ዘሎ ይተመዘን ቅስምና ብድምጽኻ ኣይፈዘዘን መስመርና ጌጋ መንገዲ ኣሕዚንካ ሓድነትና ብብዝሕኻ ኣይፈረሰን
ኣእጋርካ ዶባትና እንተጥሒሰን ግን ተግባርና ሱቕታ ከም ዘይወሓሰን ብስም ስውኣትና ሕንዝና ከም ንንስንሰን ብስም እዚ ባሕሪ ንምሕል ኣለና እሞ

ኣፋኒና ኢና ኣንበጣ ሓጺን ኣባሪርና ኢና እልፊ ክኔሚን ሓሞት ኣለና ቀታሊ ጢን ግንባርና ብጭሩን ጭራሮን ኣይፍለጥን ኣየርዕደናን ዩ ፈካርን ዓማጽን እሞ ነዚ ባሕሪ ኢልና ሞይትና ከም ንትስእ ማዕበል ሰሪርና ከም ንስዕስዕ ጎመዳን ቀቲልና ብፍልሖ ከም ነብልዕ ፍጡር ዘበለ ይስማዕ ዘይናቱ ዝደሊ ይጥፋእ ብበርቂ ሓቂ ጉዱ ይቃላዕ ስቕታና ተዓብዒቡዩ ዘሎ ከይባራዕ ኣዕጽምቲ ሰማእታት ደው ኢሉ ከይስራዕ ደም ብጾት ነዲሩ ከይጣራዕ። እሳተ ጎመራ ከይወጽእ ካብ ባሕሪ። ተጠንቀቕ ኣንታ ዘራእ ነውሪ። ጽልኢ ትትከል ብስም ፍቕሪ። ብትሕትና ኣርዮስ ፈካሪ። ዘዝተወልዱ ኸጥፍኦም ኢልካ መዳሪ። ንደቅኻ ሕሰበሎም እምበሪ። ይሰምዓካ ኣሎ ማዕበል ኣባ ዳህሪ። ኣደቅሶ እረ ነዚ ባሕሪ። ከየደቅሰካ ንዓዋሩ። ባሕሪ ዝኸብድና ዓቕሉ። ኣብ መዓልቲ ግን ኣይትውዓል ተነዲሩ። ሕጂዶ ሕልምና ባኻ ሓሪሩ። ወዮ ተቓሊስናስ ተዋዲቕና። መንጒድና እምበር መዓስ ደቒቕና። ተፈጢርና እምበር መዓስ ሓቒቕና።
ንገዛኻ ጠምት ንውህብቶኻ ኣኽብር ዘይናትካይ ናትካን እዩ ንዘለካ ኣህጥር መን ኮይንካ ኢኻ እሞ ተፈጥሮ ክትቅይር። ባሕሪ እንተነዲሩ መን ይኽእሎ። ሓሶት እንተተመዲሩ ሓቂ ቀትሎ። ተጠንቀቕ ኣብ ልዕሌኻ ዘሎ ኣስተብህሎ። የቆጡላ ወርድ ብላ። የብብትዋን ጣለች